ክዓብደልኪየ ፈቂደ ጥርቂ ዝባነይ ቀዲደ ሰበይ ሰይሰይ ክብራት ኣሕዋተይ ተመሊስና ተራኺብና ኔና ብመጀመርያ ንሪኦ በዓል ዓሰርተ ኣርባዕተ ካራት ክኸውን በዓል ዓሰርተ ኣርባዕተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰብዓን ሓሙሽተን ነጥቢ ሓምሳ ሳንቲም፣ ዶላር፣ ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ትሽዓተ ሚእትን ሓደ ቅርሽን እዩ ክሽየጥ ውዒሉ ዘሎ። እዚ ናይቲ ወርቂ ጥረ ገንዘብ ብቻ እዩ ማለት እዩ። ቀፂልና ንሪኦ። በዓል ዓሰርተ ሓሙሽተ ካራት እዩ ክኸውን። በዓል ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያ ነጥቢ ተስዓን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ክልተ ሽሕን ትሽዓተ ሚእትን ሓምሳን ሓሙሽተን ቅርሽን እዩ ክሽየጥ ውዒሉ ዘሎ። ብምቕጻል እንርእዮ ከኣ በዓል ዓሰርተ ሽዱሽተ ካራት እዩ ክኸውን። በዓል ዓሰርተ ሽዱሽተ ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሽዱሽተን ነጥቢ ሰላሳን ሸውዓተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከኣ ብ ዓሰርተ ሰለስተ ሽሕን ሸሞንተ ሚእትን ኣርብዓን ሸሞንተን ቅርሽን እዩ ክሽየጥ ውዒሉ ዘሎ። በዓል ዓሰርተ ሽዱሽተ ካራት ካብ ሚእቲ እንታይ ዝኣክል ንፁህ ወርቂ እዩ ተይልና? ካብ ሚእቲ ሱሳን ነጥቢ ሳለሳን ሽዱሽተን ፐርሰንት ወርቂ ክኸውን ከሎ እቲ ሳለሳን ትሽዓተን ነጥቢ ዒስራን ኣርባዕተን ድማ ካልኦት ዓይነት መኣድናት ሓዊስካ ዝስራሕ ዓይነት ወርቂ እዩ ማለት እዩ። ክብራት ኣሕዋተይ ቀፂልና ንሪኦ በዓል ዓሰርተ ሸውዓተ ካራት እዩ ክኸውን። በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ስሳን ሽዱሽተን ነጥቢ ዕስራን ሸሞንተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ኣርባዕተ ሽሕን ሽዱሽተ ሚእትን ሰማንያን ክልተን ቅርሽን እዩ ክሽየጥ ውዒሉ ዘሎ። ቀጺልና ንሪኦ በዓል ዓሰርተ ሸሞንተ ካራት እዩ ክኸውን። በዓል ዓሰርተ ሸሞንተ ካራት ከምቲ ዝፍለጥ ብጣዕሚ ቆንጆ ጠንካራ ወርቂ እዩ ማለት እዩ። እዚ ወርቂ እዚ ናብ ብሰለስተ ዓይነት ሕብሪ ቀይርካ ዝስራሕ ዓይነት ወርቂ ብጣዕሚ ተፈላጥነትን ተፈታውነትን ዘፍረየ ካራት እዩ። በዓል ዓሰርተ ሸሞንተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብናይ ኣሜሪካ ዶላር ማለት እዩ፣ ብቴስዓን ሸውዓተን ነጥቢ ዓሰርተ ሽዱሽተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሓሙሽተ ሽሕን ሰለስተ ሚእትን ኣርባዓን ሓሙሽተን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ትሽዓተ ካራት እዩ ክኸውን። በዓል ዓሰርተ ትሽዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ክልተን ነጥቢ ሓምሳን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሽዱሽተ ሽሕን ኣርባዕተ ሚእትን ትሽዓተ ቅርሽን እዩ ክሽየጥ ውዒሉ ዘሎ። ሎማዓንቲ ዕለተ ቀዳም ሓምለ ዓሰርተ ሓደ ወይ ከዓ ጁላይ ዓሰርተ ሸሞንተ እዩ ዝኸውን ዘሎ ማለት እዩ ደቂ ዓበይቲ ወይ ማዓረይ። ቀጺልና ንሪኦ ከዓኒ በዓል ዕስራ ካራት እዩ ክኸውን። በዓል ዕስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሸውዓተን ነጥቢ ቴስዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዓሰርተ ሸውዓተ ሽሕን ክልተ ሚእትን ሰብዓን ሰለስተን እዩ ክሽየጥ ዊዒሉ ዘሎ ማለት እዩ። ቀጺልና ንሪኦ በዓል ዕስራን ሓደን ካራት እዩ ክኽውን። ዕስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር፣ ዕስራን ሓደን ካራት ማለት እዩ ብናይ ኢትዮጵያ ገንዘብ ብዓሰርተ ሸሞንተ ሽሕን ሓደ ሚእትን ሳላሳን ሽዱሽተን እዩ ክሽየጥ ውዒሉ ዘሎ ዝነግረኩም ዘለኹ ዋጋ ናብ ምንም ዓይነት ዲዛይን ዘይተቀየረ ጥረ ወርቂ ዋጋ ማለት እዩ ቀጺልና ንሪኦ በዓል ዕስራን ክልተን ካራት እዩ ክኸውን ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ዓሰርተ ሸሞንተን ነጥቢ ሰብዓን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሸሞንተ ሽሕን ትሽዓተ ሚእትን ተስዓን ትሽዓተን እዩ ክሽየጥ ዊዒሉ ዘሎ ያው ክብራት ኣሕዋተይ ጥረ ወርቂ ማለት ባይዘወይ እዚ ትሪእዎ ዘለኹም ዓይነት ወርቂ ናብ ምንም ዓይነት ዲዛይን ዘይተቐየረ ዋጋ እየ ዝነግረኩም ዘለኹ። እቲ ዋጋ ንሱ ግን ብናይ ኢትዮጵያ ብሄራዊ ባንኪ ዋጋ እዩ ማለት እዩ። ካብ ግለሰብ ዝግዛእ እና ካብ ብሄራዊ ባንኪ ዝግዛእ ክፈላለ ይኽእል። እዚ ዋጋ እዚ ግን ናይ ብሄራዊ ባንኪ እዩ ማለት እዩ። እስካብ ሕዚ ዝረኣናዮም ዓይነት ካራት ንዝተፈላለዩ ዓይነት መጋየፂ ዝጠቕሙ ኮይኖም ሐዚ እንሪኦም ድማ ንመጋየፂ ዘይምከሩ ግን ድማ ንኢንቨስትመንት ብጣዕሚ ዘዋፅኡ ዓይነት ወርቅታት እዮም ማለት እዩ። በዓል ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዕስራን ኣርባዕተን ነጥቢ ዓሰርተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ትሽዓተ ሽሕን ሸሞንተ ሚእትን ሰማንያን እዩ ክሽየጥ ውዒሉ ዘሎ በዓል ዕስራን ሰለስተን ካራት ኣብ መወዳእታ ንሪኦ በዓል ሓደ ውቅዒት ወይ ከዓ ዕስራን ኣርባዕተን ካራት ዝበሃል ወርቂ እዩ ናይዚ ወርቂ እንግዲ ብ ሚእቲ ፐርሰንት ተስዓን ትሽዓተን ነጥቢ ትሽዓተ ሙሉእ ብሙሉእ ብወርቂ ዝስራሕ ኮይኑ እዚ ንመጋየፂ ኣይጥቀምን ምክንያቱም ብወርቂ ብቻ እንድሕር ስራሕ ኮይኑ ብቀሊሉ ዝበላሾ ዓይነት ወርቂ እዩ እና ብረታ ብረት ዝተፈላለዩ ከምኒ ነሃስ፣ ኒከል፣ ዚንክ ሓዊስካ ዝስራሕ ወርቂ ተኮይኑ ግን ጠንካራ እዩ ብቀሊሉ ኣይባላሽን ማለት እዩ። በዓለት ኣርባዕተን ካራት ዋጋ ክንረክለ እንግዲህ ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብ ሚእትን ዕስራን ትሽዓተን ነጥቢ ሓምሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዕስራ ሽሕን ሸውዓተ ሚእትን ዕስራን ሸሞንተን ቅርሽን እዩ ክሽየጥ ዊዒሉ ዘሎ ማለት እዩ ክብራት ኣሕዋተይ እንግዲህ ብጣዕሚ ተረጋጊዑ እዩ ዝኒሆ ሐዚ ወርቂ ወርቂ ናይ ምግዛእ ሓሳብ ንዘለኩም ምንም ዓይነት ክሳራ የብሉን። እና ያው ብጣዕሚ ቆንጆ ዋጋ እዩ ዝኒሆ ዶላር ሕዚ ብዶላር ብዓርሲ ኣርባዕተን ካላት እስካብ ሚእትን ሰላሳን ሽዱሽተን ዶላር በፂሑ ስለ ዝነበረ እዩ ከምኡ ዝለኩም ዘለኹና ናይ ሎማዓንቲ ዕለተ ቀዳም ሓምለ ዓሰርተ ሓደ ወይ ከዓ ጁላይ ዓሰርተ ሸሞንተ ዝነበረ ዋጋ ወርቂ ከምዚ ይመስል ነይሩ።